ሻምናይ ትምህርቲ ካልእ ኣብ መንጎ እዞም ኣርካናት ጓይላን ሓደስቲ ወለዶን ዘሎ ዓቢ ፍልልይ ትምህርቲ እዩ። ዳርጋ ተሰዓ ሚእታዊት ካብዞም ኣርካናት ጓይላ ቀደም ትምህርቲ ዘቋረጹ ወይ ካብ ዓሰርተ ክልተ ክፍሊ ዘይሓለፉ ክኾኑ እንከለዉ እዞም ሓደስቲ ወለዶ ከኣ ገሊኦም ሎውየር ገሊኦም ሓካይም ገሊኦም መምሃራን ገሊኦም ከኣ ገና ኣብ ኮለጃት ዘለዉ እዮም። ሕጂ ብዘይ ትምህርቲ ስነጥባዊ ክትከውን ኣይትኽእልን ኢኻ ኣይኮናን ንብል ዘለና። ወይ ከኣ ስለዝተማሃርካ ጥራይ ኣብ ስነጥበብ ትነፍዕ ማለት ኣይኮነን። ግን ከኣ ሓደ ጽቡቕ ኣጀማምራ ዘለዎ ንለውጢ ዝተበገሰ ተባዕ ስነጥበባዊ እሞ ምሁር እንተኾነ ከኣ ዓቢ ብልጫ ዶ ኣይኮነን? እንተወሓደ እዞም ነዛ ዓለም ዓብሊሎማ ዘለዉ ናይ ቋንቋ ኢንግሊዝ ደርፍታት ፊልምታት ሰሚዑ ክርድኦም ይኽእል እዩ። ደሓን ንሱ ንግደፎ ኣብ ኢንተርነት ዝባዕሉ ክፍትሽ መጽናዕቲ ክገብርን ሓደስቲ ክእለታትን ተሞክሮታትን ብቐሊሉ ክመሃር ይኽእል እዩ። እንተወሓደ እንተወሓደ ካብ ናይ ቶቶርያል ቪድዮታት ተማሂሩ ክደግም ዝኽእል እዩ። ብቐንዱ እውን እዚ ኩሉ ናይ ኣርትዖት ናይ ኣኒሜሽን ናይ ሙዚቃ ሶፍትዌራትን መን ምሂሮም ኢልና ክንሓስብ እዚ ስለ ዝኾነ ካብ ደረጃ ዓለም ከዋድርና ይኽእሉ እዮም ኢልና ተስፋ ንነብረሎም እዞም ሓደስቲ ወለዶ እዮም። ድኽመታት ሕራይ እምበኣር እዚ ኩሉ ከነልዕሎ ዝጸናሕና ኣርእስታት ኣብዞም ተስፋ መጻኢ ስነ ጥበብ ኤርትራ ዝኾኑ ሓደስቲ ወለዶ ዘለዎም ብልጫታት እዩ። ኣብዚ ደጊመ ከዘኻኽሮ ዝደሊ ሓደስቲ ወለዶ ክብል ከለኹ ኣብዚ ምድብ እንምድቦም ዘለና ሰባት ብዝተወለድሉ ዓመተ ምህረት ወይ ምስ ህዝቢ ዝተላለይሉ ግዜ ኣይኮናን። ብዘለዎም ሓደስቲ መትከላትን እምነታትን ኢና ንፈልዮም ዘለና። ሕጂ እምበኣር ብዛዕባ ዘለዎም ድኽመታት ሓደ ሓደ ነጥብታት ክንርኢ ኢና። እቲ ቀዳማይ መዛረቢ ኣርእስትን ኮይኑ ዘሎ ጉዳይ ጉዳይ ሕደማታት እዩ። ብዛዕባ እዚ ጉዳይ ብዙሕ ተዘሪቡ ስለዘሎ እዚ ነጥብዚ ዳርጋ ርዱእ እዩ ክንብል ንኽእል ኢና። እዞም ሓደስቲ ወለዶ እውን ተኾኑ ኣፍና መሊእና ይበል ሕደማ ንብለሉ ስርሓት ኣየቕርቡልናን ዘለዉ። ካብቶም ኣርኮናት ጓይላ እኳ ኣጸቢቖም ይሕሹ እዮም። ምኽንያቱ እንተወሓደ ሰራቒ፣ ሓሳዊ፣ ከታሪ፣ ገባቲ ኣይብሉን እዮም። ደሓር ልዝብ ዝበለ ማለት ንስጋዊ ርክብ ዝጉስጉሱ ትሕዝቶታት ዘለዎ ስርሓት የብሎምን። ልዙባት እዮም። ከም ፍሉይ ጸገማቶም ክጥቀስ ዝኽእል ግን ቀዳማይ ሓደ ጸገም ኣሎ። ኩሎም እኳ እንተዘይበልና መብዛሕትኦም እቲ ሕደማታት ብቐለልቲ ቃላትን ኣባህላትን ዝነድቁዎ ምዃኖም እዩ። ካብቲ ብዙሕ ሓንቲ ቀላል ኣብነት ጥራይ ክህበኩም። ኣፍቃሪት የብለይን'ሞ እታ ካልኣይተይሲ መን ኮን ትኸውን የናድያ ኣለኹ ዛም ልድ ሓሳብ ከም ሓንቲ ፕሎት ወይ ትልሚ ጌርካ ብዙሕ ህደማታት ክትሰርሓላ ትኽእል ኢኻ። ንኣብነት ኣብርሃም ኣፍወርቂ ከምዚ ክብል ይገልጾ ክትመጽእ ኮኾበይ ክጽበያ ማሕታ ኣጠሚተ ከለልያ ኣበይ ኮን ትህሉ መጓዓዝተይ ትሰማማዓኒ ካልኣይቲ ክንፊ ናይ ሓንቲ ዑፍ ኮይና ተብረኒ ባህሊ ድዩ ወይስ ባህሪ ቃል ኪዳን ድዩ ወይስ ፍቕሪ ዘልኣለም ናባሪ ክብል እንከሎ ፍጹም በራካ ማዓልቲ ኣለዎ ንኩሉ እናበሉ ክእብሩኒ ይዝንበዮ ኣለኩ ሂወት ማዓለቦይ ጠፊኢኒ ጎይታ ፍቅሪ ዕድለይ እንዳ ሃበኒ ዕድለይ እንዶ ርእየኒ ብምባል ይገልጾ። መጽእ ኮኾበይ
ክጽብያ ማሕታ ኣጠሚተ ከለልያ ኣበይ ኮን ትህሉ መጓዕሰይ ትሰማማዓኒ።

ሓቂቡ ጫማ ብኻ ልበይ እንኾይኑለይ ወርቃይ ብሉ ዕዳይ ይብለይ። ሕጂ ረኣይዎ እቲ ፍልልይ።
ሕደመታትና ስለምንታይ እዮም ካብ ተራ ዘረባ ክንፈልየሉ ኣብ ዘይንኽእለሉ ደረጃ በጺሖም ዘለዉ። ሕጂ ገጣማይ ነዛ ደርፊ ተዳሎ ዓቕሚ ኣይኮነን ውሒድዎ። እንታይ ደኣ ከምዚኦም ዓይነት ቀለልቲ ቃላትን ኣበሃህላታትን እዮም ኣብዚ ግዜ እዚ ቀልጢፎም ዝቕቡላ ዝኾኑ ዝብል እምነት ስለ ዘለዎ እዩ ከምኡ ገይሩ። እቲ ዝገለጽናዮ ትብዓቶም ኣብ ቦትኡ እናሃለወ ኣብ ብዙሕ ሕደመታቶም ግን ከምዚ ዓይነት እዚ ብዙሕ ብኮታት ኣለዎም። ስለዚ ኣብ ሕደማታት እውን ብትብዓት ናብ ዕምቆት ክጓዓዙ ከድልዮም እዩ። እቲ ኣባህላታት ወይ ቃላት እንተ ከቢዱ ንሰማዒ ኣይርድኦን እዩ ዝብል እምነት እውን ኣሎዎም። ደሓን ቃላት እስከ ዋላ ይፍኮስ፣ እቲ ኣባህላታትን ኣገላልጻትን ግን ብግቡእ ሕጊ ሰዋስው ተኸቲሉ እንተ ተጻሒፉ ግን እንታይ ኮይኑ እዩ እሞ ሰማዒ ዘይርድኦ? ሰማዒ እውን እኮ ማዕረ እዚ ስነጥበባዊ ስማርት እዩ። ይትረፍ ብቋንቁስ ብናይ ካልእ ቋንቋታት ዝተሰርሐ ከማን ተረዲኡስ የሰማቕር ኣሎ ስለዚ ዓቕሚ ክሳብ ዝሃለወኩም ኩሉ እቲ ትገብርዎ እትኽእሉ በቲ ዝበለጸ ዓቕምኹም ግበርዎ ከምቲ ኣብ ዘማታት ተርእዩና ዘለኹም መንፍዓት ኣብ ሕደማሃ ከምኡ ርኢና ካልኣይ እዚ ኣሽሙር ወይ ናይ ጽርግያ ዘረባ ንብሎ ኣብቶም ሰብ ጓይላን ሓደስቲ ወለዶን ኣብ ክልቲኦም ብማዕረ ኢኻ ትረኽቦ ስዲ ፍቕሪ ሓበሻ ፋራ ደዋዊረን መዓት ማእለያ ዘይብሎም ናይ ጽርግያ ዘረባታት በዞም ሓደስቲ ወለዶ ፍቱዋት እዮም ደሓን እቶም ራፕ ዝደርፉስ ደሓን ናይ ጽርግያ ዘረባታት ባህላት ናይቲ ራቢ ኢሎም ክምጉቱና ይኽእሉ ይኾኑ ብሓፈሻ ግን እንታይ ቃላት ስለ ዝተሳነየኻ እሞ ናብዞም ከምዚኦም ዝኣመሰሉ ቃላት ዘቋምተካ? ጸገምካ እዚ ብቋንቋ እንግሊዝ ወይ ጣልያን ኣርእስቲ ምውጻእ እዩ። እዚ ጸገም ኣብ ኩሉ ዮክፍ እዩ ዘሎ። ትግርኛ ኣርእስቲ ምግባር የሕፍር ድዩ ኮይኑ ወይስ ኣርማ ምዕባለ እዩ ተቖጺሩ ዘሎ? ዴሺ ሃፒ በርዝደይ እንድያሞ ዳብል፣ ኦስካር፣ ማልያ የብሎምን። ከምዚ ዓይነት ተግባራት ጠቕሊልኩም ኣቋርጽዎ። ንኹሉ እቲ ኣርእስቲ ትገብርዎ ዘለኹም ቃላት ብትግርኛ ትርጉም ኣለዎ። ዋላ ትርጉም ኣይሃልዎ ባዕልኹም ክትፈጥሩሉ ፈትኑ። ከምዚ ኦስካር ዝብል ኣርእስቲ ከኣ ኦስካር ትብል ቃል ደስ ስለ ዝበለትካ እንተዘይኮይኑ ካልእ እንታይ ምኽንያት ከተምጽእ ትኽእል? እዚ ተግባራት ንቕጽበት ደው ክብል ዘለዎ ተርእዮ እዩ። ቪድዮ ክሊፕ ዝምልከት ጉዳይ እዩ። ዳርጋ ኣብ መላእ ሃገር ካብ ዘለዉ ኣለይቲ ክሊፓት ናይ ቪድዮ ክሊፕ ጽቡቕ ርድኢት ዘለዎ ሰብ ኣሎ ኢልካ ክትዛረብ ኣጸጋሚ እዩ። ኢዛዕባ ኣርእስቲ እዚ ኣብ ቀጻሊ ንበይኑ ብስፍሕ ዝበለ ክዛረበሉ እየ። ነዞም ሓደስቲ ወለዶ ንሕጂ ገለ ቁሩብ ጥራይ ከእንፍተሎም። ሓደ ግድን ትሰርሕዎ ክሊፓት ዛንታ ክህልዎ ኣገዳሲ ኣይኮነን። ደሓር እቶም ኣብ ቶቶርያል ትርእይዎም ሓሳባት ነቲ ናትኩም መበቆላዊ ሓሳባት ሓይሊ ከም ዝውስኽሉ ጌርኩም ናትኩም ፈጠራዊ ሓዊስኩም ደኣ ስርሕዎ እምበር ከም ዘለዎ ኮፍ ኣቢልኩም ኣይትድገምዎ። ንመደደንታ ዝኣክል ዝበዝሑ ደርፍታት ናይዞም ሓደስቲ ወለዶ ቪድዬ ክሊፕ ክስርሓሉ ዕድል ኣይረኸበን። እቲ ምኽንያት ከኣ እቶም ኣፍረይቲ ሕቖኦም ሂቦሞም ስለ ዘለዉ እዩ። እዞም ሓደስቲ ወለዶ ንብሎም ዘለና ስነጥበባውያን ነዚ ሃገራዊ ደርፍታት ወይ ከኣ ብዛዕባ ሃገር ዝስርሑ ደርፍታት ክሳብ ሕጂ ኣይደፈሮምን ዘለዉ። ኤርትራውያን ስነጥበባውያን ቀንዲ ንሃገር ዝደርፎ ብርቂ ስርሓቶም እዩ ዝያዳ ዝዝከሩ። ኣኣብ መድረኹ ከኣ ብዘይካ'ቲ ጥበባዊ ጣዕሙ ደረት ኣልቦ ጥቕምታትን ኣገዳስነታትን ኔርዎም እዩ። ባህልታትን ክብርታትን ኣብ ምዕቃብ፣ ዜጋታት ኣብ ምንቃሕ፣ ፍቕሪ ሃገር ከም ዝሓድረካ ምግባር፣ ፍናን ፍናንን ሞራል ሰራዊትን ህዝብን ሓፍ ኣብ ምባል ብቐሊሉ ዘይዕየር ኣበርክታቶም ገይረም እዮም። ኣብዚ ግዜ እዚ እውን እንተኾኑ ብዙሓት ሃገራውያን ደርፍታት እኳ ዝድረፉ እንተለዉ ግን እዚኣቶም እውን እንተኾኑ ኩላቶም ካብ ጓይላ ዝወጹ ኣይኮኑን። ከምዚኦም ዝበሉ ደርፍታት ብጣዕሚ ኢና ናፊቕና ዘለና። ናጽነት ክብረት እዩ ንዘልኣለም።

ኣብ ዝኾነ ኹን ኣጋጣሚታት በዓላት ዝተፈላለዩ ናይ ምዝንጋዕ ሸው ኣብ ፋሽን ሸውን ኣይንርእም ኢና። ሓደ እቲ ሱር ናይቲ ጸገም ሕጂ ውን እዞም ኣፍረይቲ ወይ መወልቲ እንድዮም ኣብ ከምዚ ዝበለ ኣጋጣሚታት ውን ነዞም ኣርካናት ጓይላ ጥራይ እዮም ዘቋምቱ። ግን እዞም ሓደስቲ ወለዶ ውን ባዕሎም ዝወሰድዎም ተበግሶታት የለን። ስለ ዝኾነ ከኣ ስራሓቶም ናይ ፕሮሞሽን፣ ኣድቨርታይዝመንትን ጥቕምታት ይጎድሎ ኣሎ ማለት እዩ። ስለዚ ኩልኻትኩም እቶም ኣብ ዝተፈላለየ ዓውዲ ትነጥፉ ካብቶም ናይ ኣርካናት ጓይላ ዝሓሸን ዝተፈልየን እምነት ዘለኩም ኣፍረይቲ፣ መወልቲ፣ ባዕልኹም ንባዕልኹም ትወጹ ጸዓሩ። ስነ ጥበብ ሃገርና ካብ መልኣከ ሞት ናይ ምድሓን ዝኣክል ከቢድ መስዋእቲ ዝሓተ ሓላፍነት እዩ ዝጽበየኩም ዘሎ። እቶም ኣብ ባራት፣ ናይት ክለባትን ካልእ ፍሉይ ኣጋጣሚታትን ቀጻሊ እትነጥፉ ዲጀይ እውን ብዙሕ ትሕግዞም ነገራት ኣለኩም። ብተወሳኺ እተን ብቐጻሊ ሸው እናቕረብኩም ኣብ ዩትዩብ እትጽዕኑ ኣፍረይቲ ወይ እውን ኣዳለውቲ ካብ ንኸብደል እየ ዝሰርሕ ኢሎም ኣብ ኣፍና ዝነግሩና ኣርካናት ጓይላ ትዕድሙልና ነቶም ክንፈልጦም ዘለና ዕድል ዘይረኸቡ ስነ ጥበባውያን ዓዲምኩም ኣላልዩና። ካልእ ነዞም ተላሃይቲ ዝምልከት ጉዳይ እዩ። ተላሃይቲ ርእሱ ዝኸኣለ ዓቢ ዓውዲ እዮም ሒዞም ዘለዉ። ብዙሓት ጉጅለታት ብዙሓት ንፉዓት ተላሃይትን ይፈርዩ እኳ እንተሃለዉ ዕድል ግና ኣይገበሩን፣ ሽፎን ተተኸዲነን ኮኾዳ ጥራይ ኢና ንርእየን ዘለና። ሓደ ተላሃይቲ ክትፈልጥዎ ዘለኩም ን ጉዳይ ምስዞም ኣርካናት ጓይላ እንተጸሚድኩም ካብ በብዓይንቱ ሕብርታት ዘለዎ ኣልባሳት ጌርኩም ምኹዳድ ካልእ ክትፈጥርዎ እትኽእሉ ሓድሽ ፈጠራ የለን። እረ ካልእ ካብኡ ዝገድድ ከኣ እቶም ናይ ጓይላ ዓብለልቲ ዘለዉ ኣለይቲ ክሊፓት ናይ ተዓዘብቲ ጸወታዊ ስምዒት ቀስቂሶም ክሊፓቶም ክረኣየሎም ምእንቲ ንዓኽን ንተላሃይትየን መሳርሒ ዝገብሩኽን ዘለዉ ሓንሳእ ንካሜራማን ብተደጋጋሚ መቐጨን ስኣለን ኢሎም ይእዝዝዎም ሓንሳእ ረጅኽን ኣውጺኽን ሳዕሳዕ ኢሎም ይእዝዙኽን በንጻሩ ከኣ ምስዞም ሓደስቲ ወለዶ ኣብ ትሰርሓሉ ግዜ ክብረትክን ክትሕልዋ ንፈጠራውነት ዝኾን ዕድል ክትረኽባን ኢኽን ስለዚ እዞም ጠላሃይቲ ውን ብወገንኩም መትከላትኩም እምነትኩምን ቀይርኩም ብትብዓት ናትኩም ፈጠራውነት ኣብ ዝጉልሕ ስርሓት ኣበርቲዕኩም ክትጽዕሩ ይግበኣኩም። እቲ ካብ ኩሉ ኣዝዩ ዘሕዝን ከኣ ከም በዓል እዚ ሃያሲ ዝኣመሰሉ ነዞም ሓደስቲ ወለዶ ከተባብዕኦም ክንዲ ዝፍትኑ በንጻሩ ሞራሎም ክትንክፎም ኢሎም ዘየድልዮም ዘረባ ክዛረቡ ክትሰምዖም እንከለኻ እዩ። ንኣብነት ኣብዛ ቪድዮ እንተሪኢና ኣማኒኤል በርሀ ብዛዕባ ተዳሎ ምስ ተዛረበ ኣልጊቡ ዝተዛረባ ዘረባ እያ። ኣልበም ኣውጽኡ ምስ በሉኒ ብታሕጓስ እየ ክሰምዓ ተሃንጥየ። ኣብኡ ዘሎ ግጥሚ የሕርቐንን ፈርቐን እምበር። ገሊኦም እኮ ተላኢኾም ከይኮኑ ስነጥበብ ትግርኛ፣ ስነጥበብ ብትግረ፣ ስነጥበብ ስነጥበብ ኤርትራ ደሓን ንበሎ ንምዕናውሲ ተላኢኾም ከይኮኑ እኮ እዮም ዘፍርሑኻ። ሕጂ እዚ ሃያሲ ንባዕሉ ከምዚ ብግዜ ውበ ጸመስ ውበ እናበለ ይነብር ከም ዝበሃል፣ ገና ካብቲ ኣናሎግ ዝኾነ ኣተሓሳስባ ናብቲ ዲጂታላዊ ኣተሓሳስባ ስለ ዘይቀየረ ወይ ክቕየር ስለ ዘይደሊ እየ ከም ዝብል ዘሎ። እምበር እንተዳሎ ነቶም ንለውጢ ዝቃለሱ ዘለዉ ካልኦት መሰልቱን መንእሰያት ከምዚ ክብሎም ሞራላዊ ሓላፍነት የብሉን። መን ንስነ-ጥበብ ከዕኑ ዝኽእል ኣካይዳ ይኽተል ኣሎ ከኣ ዝጠፍኦ ኣይመስለንን። ብዝኾነ ግን እዚ ሃያሲ ንባዕሉ ኣብ ምዕናው ስነ-ጥበብ ሃገርና ዘበርክቶ ዘሎ ግደ ክዛረብ እንተተደልዩ ኣብ ቀጻሊ ክዛረበሉ እየ ንሎሚ ግን ካብቲ ጀመርክዎ ዛዕባ ንከይወጽእ ናብ ዛዕባይ ከብል። መደምደምታ፣ ኩሉ ግዜ ከምዚ ዝበለ ኣርእስታት ክለዓል እንከሎ ኣብ መወዳእታ ዝመጽእ ሕቶ ኣሎ። እቲ ሕቶ ሕቶ ጓይላ እዩ። እዞም ኣርካናት ጓይላ ዝበልናዮም ስነጥበባውያን ኩሉ ግዜ ከም መማጎቲ ዘምጽኡን ኣርባዕተ ዓበይቲ ነጥብታት ኣለዋ። ንሳተን ከኣ፣ ቀዳማይ ህዝቢ ጓይላ እዩ ዝፈቱ፣ ህዝቢ። ዘመናዊ ሰምዒ እዩ ካልኣይ ጓይላ ናትና እንዲ ንሕና ንጓይላ ዘይሰራሕናላ መን ክሰርሕ ሳልሳይ ጓይላ ፈጠራውነት ኣይኮነን እንዲ ነማዕብሎ ከኣ ኣለና እንዶ ራብዓይ ከኣ ስለምንታይ ናይ ባዕዲ ቅዲ ሙዚቃ ንኽተል ናትና ዘይንገብር ዝብላ ነጥብታት እየን ተኾነ ኩለን ዘን ምኽኒታት ብቑዓት ኣይኮናን ከምዚ ክትበልዓ ዘለኻ ባጉምባሕ ዛግራ በላ ዝዓይነቱ እዩ ብዝኾነ ግን በብሓደ ክንምልሰን ኢና። እታ ቀዳመይቲ ከም መማሂታ ዘምጽዋ ህዝቢ ጓይላ እዩ ዝፈቱ ዘመናዊ ኣይሰምዕን እዩ መጀመርታ ስነጥባዊ ንህዝቢ ከማእዝኖ ዘለዎ እምበር ህዝቢ እይኮነን ስነጥባዊ ከማእዝኖ ዘለዎ ደሓር ከኣ በየናይ ዝተገብረ መጽናዕቲ እዩ ህዝቢ ጓይላ ዝፈቱ ተረጋጊጹ ብዝኮነ ህዝቢ ጓይላ ጥራይ ኣይፈቱን እዩ ወይ ህዝቢ ዘመናዊ ጥራይ ኣይፈቱን እዩ ህዝቢ ብሉጽ ፍርያት ስነጥበብ ወይ ጽቡቅ ስራሕ እዩ ዝፈቱ ካልኣይ ጓይላ ናትና እንድዩ ንሕና ንጓይላ ዘይሰራሕናላ መን ክሰርሕ ዝብል እዩ ጓይላ ብርግጽ ናትና እኳ እንተኾነ ንሕና ጥራይ ኣይኮናን ንሰርሖ ዝኾነ ኣብዛ ዓለም ዘሎ ቃሕ ዝበሎ ሰብ ክሰርሖ ይኽእል እዩ። ደሓር ከኣ ናትና እንተኾነ ከሞ ጓል ኣጣቢኻ ዝሰራሕ ክትነብር። እዚ ሞጎት እዚ ምናልባት ንገዛእ ነብስኻ ዳኣ መዕሸዊ ትጥቀመሉ ትኸውን እምበር በዚ ሞጎት እዚ ተዕሽዎ ሰማዒ የለን። ብዛዕባ ጾታዊ ርክብ ብዛዕባ መስተ ብዛዕባ ዘይተኣደነ ጸርፍታት ክትሰርሕ ትውዕል ክንስኻ ብጓይላ ክትሕለቕ መቸም ልዕሊ እዚ ዘስሕቕ እንታይ ክህሉ ይኽእል። ሎሚ እኮ ወለዲ ንደቆም ዲሲፕሊን ግበሩ ትምህርትኹም ግበሩ ካብ ምባል ሓሊፎም ደረፍቲ ክኾኑ ከምዘይብሎም ኣብ ምምዓር እዮም በጺሖም ዘለዉ። እዚ ከኣ ብሰንኪ እዞም ኣርካናት ጓይላ ዝመጸ እዩ። ሳልሳይ ጓይላ ፈጠራውነት ዶ ኣይኮነን ነማዕብሎ ከ ኣለና ዝብል እዩ። ቀዳማይ ጓይላ ፈጠራውነት ኣይኮነን ምክንያቱ እዚ ህርመት ዝነበረ እዩ። ኣብዚ ግዜ እዚ ዝፈሪ ዘሎ ሕደማታት ከኣ ዋላ ሓንቲ ትርጉም ዘይፈጥር ኣብ ርእሲ ምዃኑ እቲ ዝወጽእ ዜማታት ከኣ ኣብ ኣዝዮም ውሕዳት ሰባት ጥራይ ዝተሓጽረ ንሓድሕዱ ዝመሳሰል እዩ። ደሓር ዝማዕበለ ነገር የለን። ምናልባት ዘመናዊ መሳርሒታት ሙዚቃ ስለ ዘለካ ንኽትሰምዖ ንጹር ስለ ዝኾነ ነማዕብሎ ኣለና ማለት ኢልካ ምሕሳብ ግን ውርጽጽና ኣይኮነን። ራብዓይ ስለምንታይ ናይ ባዕዲ ሙዚቃ ንኽተል ናትና ዘይንገብር ዝብል እዩ። ሓደ ኣገዳሲ ነጥቢ እንታይ እትሰርሖ ሙዚቃ ወይ ክሳብ ክንደይ ተሰሚዕካ ኢኻ ትሰርሖ ዘለኻ፣ እንታይ ከ ኣንጸባሪቕካ ኣብ ሰማዕቲ ከ እንታይ ስምዒት ፈጢርካ ዝብል ሕቶ እዩ። ካልኣይ ነቲ ቅዲ ወሲድካ ኣብ ባህልኻ ጥራይ ዝርከብ ናትካ ጽባቐታት ወሲኽካ ክትሰርሖ እትኽእል ኢኻ። ጃዝ ቀዲሕካ ኤሪ ጃዝ ክትሰርሕ ትኽእል ኢኻ። ሳልሳይ ነገር ከኣ ግድን ናይ ባዕዲ ቅዳሕ ዝበለካ ሰብ የለን። ናትካ ቅዲ ሙዚቃ ኢኻ ክትፈጥር ኣይትኽእልን ዲኻ። ኣበይ ኣሎ እቲ ስነጥባዊ ዘብለካ ፈጠራውነት። በቃ ኪድካ ጓይላ ስለ ዝጸንሓካ ጓይላ ክትደርፍ ጥራይ ኢኻ ክትነብር ማለት እዩ ልክዕ እዩ ጓይላ ክድረፍ የብሉን ኣይኮናን ንብል ዘለና ግን ካብ ክልተ ሽሕን ዓሰርተ ሓሙሽተን ንደሓር ጥራይ ዝፈረየ ጓይላታት ደማሚርካ ካብቲ ኣብ ውሽጢ ሓምሳ ዓመታት ዝፈረየ ጓይላታት ይበዝሕ ኩልኻ ዋላ ሓንቲ ዝስማዕ ፍረ የብሉን ተረሳዒ ወይ ፈጺምካ ክዝክር ዘይክእል ምዃኑ እዩ ስለምንታይ ግን ኣብ መደምደምታ ንምብጻሕ እምበኣር እዞም ሓደስቲ ወለዶ ዋላኳ ብዙሕ ድኻማትን ጸገማትን እንተሃለዎም ኣካይድኦም ገስጋሲ ወይ ድማ ፕሮግረሲቭ እዩ ባንጻሩ ናይ ኣርካናት ጓይላ ኣካይዳ ከኣ ኣንቆልቃሊ ወይ ድጀነሬት ዝኾነ ኣካይዳ እዩ። ሕጂ እዞም ሓደስቲ ወለዶ ክንብሎም ዝጽናሕና ቀስ ብቐስ ኣብ ተራኢነት ነዞም ኣርካናት ጓይላ ምስ ኣመዓራረይዎም ከኣ እቲ ዝቕጽል ጸወታ ንኣርካናት ጓይላ ፈጺሙ ዘዋጽኦም ጸወታ ኣይኮነን። ወዮ ደኣ እዞም ኣርካናት ጓይላ ኣየስተብሃልሉን እምበር ደወላት ምጾታት ጓይላ ክቃጸል ጀሚሩ ኣሎ። እቶም ዓቕሚ ዘለኩም እንተ ክኢልኩም ዋላ ውን ጓይላ ይኹን ፈጠራውነት ሓዊስኩም ናብ ልብኹም ተመለሱ።